መመናእሰይ ድማ ብንእስነቶም ንዖም ዝግባእ ትምህርቲ እናሃብና ዘረጋግዕ ትምህርቲ እናሃብና በዚ ሕዚ በተለይ ብዚ ሕዚ ናብ ስደት ዝጎርፍ ዘሎ ስለ ዘይንርድኦ ሰለና ስለ ዘይነጽናዕንዖ ዘለና ብጭንቀት ናብ ካልእ እምነት ዝኸድ ዘሎ ስለ ዘይንርድኦ ዘለና ኣበይ ኣለኻ ስለ ዘይንብሎ ዘለና እዩ ማለት እዩ። ትኽክለኛ ሓላዊ ዝኾነ ጎይታናን መድሓኒትናን ኢየሱስ ክርስቶስ እዩ ማለት እዩ። ነተን ተስዓን ትሽዓተን ገዲፉ እንተ ሓንቲ ዝጠፈእቱ ክደሊ መጸ ዝብለና ብምሳሌ እዩ። ደኣ ትፈትወኒ ኮይንካ እንድሕር ደኣ ፈታዊዮ ኴንካ እቲ ሓላዊ መን ምዃኑ፣ ዝሕለዉኸ እቶም ዝሕለዉ ኣካላትከ መነመን እዮም? ኣብ ወንጌል ዮሃንስ ምዕራፍ ዓሰርተ ቁጽሪ ዓሰርተ ሓደ ከም ንረኽቦ ኣነ ውእቱ ኖላዊ ኄር ይብል ማለት እዩ። ኣነ ትኽክለኛ ሓላዊ ኣነ እየ ዝበለ ጎይታናን መድሓኒትናን እየሱስ ክርስቶስ እዚ ድማ ናይ ባሂሪ ሓላዊ ማለት እዩ። መን እዩ እዚ? ዲያብሎስ ማለት እዩ። ንዓና ናብ ምንታይ ንኽወስድ? ካብ ሃይማኖት ናብ ክሕደት፣ ካብ ሃይማኖት ናብ ጥርጥር፣ ካብ ሰናይ ምግባር ናብ ሕማቕ ምግባር፣ ካብ መንፈሳዊ ምግባር ናብ ዓለማዊ ስራሕ ንኽወስደና ማለት እዩ። ናብ ዓለማዊ ስራሕ ንኽወስደና ኩሉ ግዜ እንታይ ይገብር? ናይ መጀመርያ ቤተ ክርስትያን ቤተሰብ እዩ ማለት እዩ። ናይ መጀመርያ ቤተ ክርስትያ እንታይ እዩ? ትክክለኛ ምእመን እንድሕር ድኣ ኮይኑ ዋና ከተሓሳስበና ዝግብኦ ኣብዚ ሕዚ እዋን መንእሰይና ኣብ ምንታይ ይርከብ? ኣብዚ ሕዚ እዋን ምእመንና ኣብ ምንታይ ይርከብ? ይጭነቅ ደሎ? ዘየስግዶ ዘሎ? ዘየቁረቦ ዘሎ? ንቤተ ክርስትያን ዋላ እንተመጸ ልቡ ካብ ቤተ ክርስትያን መራሕቲ ዘርሕቆ ዘሎስ እንታይ እዩ? እሞ ራእይቼ ኣባግእየ፣ ራእይቼ ማሃይስየ፣ ራእይቼ ኣባግእትየ ተባሂልና ኣለና እሞ

ንሰለስትነቱ ርባኤ ዘይብሉ ብሓድነት ብሰለስትነት ዝምስገን ናይ ኣቦታትና ኣምላኽ ሽሙ ካብ ጫፍ ዓለም እስካብ ጫፍ ዓለም ዝኸበረን ዝተመስግንን ይኹን ከምኡ ውን ናይ ድሕነትና መሰረት ናይ ኩላህና ኣደ ናይ ኩላህና ትምክሕቲ እኖና ቅድስት ድንግል ማርያም ዝኸበረትን ዝተመስገነትን ትኹን ቅዱሳን መላኢክት ጻድቃን ነብያት፣ ሃዋርያት፣ ኩሎም በብኽብሮም ዝኸበሩን ዝተመስገኑን ይኹኑ። ኣዒይንተ እግዚኣብሔር ካህናት፣ ላኢካነ ምስጢር ዲያቆናት፣ ክቡራን ምእመናን ወምእመናት ከምኡ ውን ህጻናት ብሽም እቲ ሓያልን ገናናን ዝኾነ እግዚኣብሔር ኣምላኽና ዳሕና ዶ እኔኻትኩም ከመይ ናኻትኩም ኣሜን ናይ እግዚኣብሔር ኣምላኽና ስም ዝኸበረን ዝተመስገነን ይኹን ሎማዓንቲ እንመሃሃረሉ ርእሲ ኖላዊ ዝብል እዩ ዝኸውን እዚ ድማ ኣብ ወንጌል ዮሐንስ ምዕራፍ 21 ካብ ቁጥሪ 15 እስካብ 17 ዘሎ መልዕሊ ጌርና ኢና ክንመሃር ራእይቼ ኣባግኤ ኣባጊዐይ ሓሉ እየ ዝብል ማለት እዩ እዚ መጀመርያ ዕላማ ናይዚ ትምህርቲ ሓላዊ መን ምዃኑ ዝሕለዉኸ እቶም ዝሕለዉ ኣካላትከ መነመን እዮም ካብኡ ሓላዊ እቲ ዝሕሉ ኣካል እቲ ጓሳ ዝበሃል መን ምዃኑ እንድሕር ደኣ ፈሊጥና ኩላቶምከ እንታይ እንታይ ዓይነት ግደ ኣለዎም ኣብ ቤተ ክርስቲያንከ ክስካብ ክንደየናይ ናይ ኖላዊነት ወይ ከዓ ናይ ጓሳይነት ክስካብ ክንደየናይ ዓቕሚ ኣለዎ ዝብል ኢና ክንርኢ። መጀመርያ ኖላዊ ማለት ኖለወ ሓለወ ካብ ዝብል ናይ ግእዝ ክሲ ዝመፀ እዩ ማለት እዩ። ኖለወ ሓለወ ካብ ዝብል ግሲ ዝመፀ ኮይኑ ናይ ሓለዋ ሓላዊ ኖላዊ ማለት ክንሪኦ ከለና ጠቕላላ ጓሳዪ ወይ ከኣ ሓላዊ ዝብል ትርጉም ይህልዎ ማለት እዩ። እዚ ኖላዊ፣ ሓላዊ፣ ጓሳዪ ዝብል ትርጉም እንትህልዎ ተሎ፣ ኖላዊ ኢልና ዘምጻናሉ ምኽንያት ድማ ካብቲ ዝበልክዎ ኣብ መጨረሻ ድሕሪ ትንሳኤኡ ጎይታናን መድሓኒትናን ኢየሱስ ክርስቶስ ድሕሪ ትንሳኤኡ ሓደራ ክህቦም ከሎ በተለይ ነቦና ንቅዱስ ጴጥሮስ ንሊቀ ሃዋርያት ጴጥሮስ ሓደራ ክህቦ ከሎ ኦ ጴጥሮስ ወልደ ዮና ታፈቅረኒኑ ወዲ ዮና ጴጥሮስ ትፈትወኒ ዲኻ ኢልዎ እወ ይፈትወካ ምዃነይ ንስኻ ትፈልጥ ኢኻ እንድሕር ደኣ ትፈትወኒ ኮይንካ እንድሕር ደኣ ፈታውየ ኮይንካ ኣባጊዐይ ሓሉ ኢልዎ ማለት እዩ ሓሉ ዝብል ኣምፂሉ እኒሄ ማለት እዩ ጓሳይ ከም እንፈልጦ ኩላህና ኣብ ገጠር ዝዓበና ኣብ ከተማ ዝዓበና ክንህሉ ንኽእል ኢና። ጓሳይ ሓቀኛ ሓላዊ ኣሎ ዘይሓቀኛ ሓላዊ ኣሎ ማለት እዩ። ትርጉም ክንከድ ከለና ሓቀኛ ሓላዊ ዝበሃል ስለ እንስስኡ ዝሓስብ ስለ ኣባጊዑ ዝሓስብ ከይጠምያ ከይጸምኣ እውን ድማ ኣርዌት ኣራዊት ከይበልዐን ተኹላ ከይበልዐን ኩሉ ግዜ ስለ ንሳተን ዝጭነቕ እዩ እቲ ትክክለኛ ሓላዊ ዝበሃል ማለት እዩ። ዕሱብ ዝበሃል ኣብ ምዕራፍ ዓሰርተ ዮሃንስ ክንሪኦ ከለና ትክክለኛ ሓላውን ዘይትክክለኛ ሓላውን ኣብኡ ብደንቢ ገይሩ የምፅኦ እዩ ማለት እዩ። ኣብቲ ማእኸል ስብከትና ከነምፅኦ ኢና። ትክክለኛ ዝኾነ ሓላዊ መጀመርያ ቀቅድሚኤን ይኸይድ እውን ድማ ናብ ዝብላዕ ዘለዎ ናብ ሳዕሪ ዘለዎ ናብ ዝስተ ዘለዎ የውፍረን ቀቅድሚኤን ከይዱ ድማ ኣጋጣሚ ኮይኑ ተኩላ እንድሕር ደኣ መጺኡ፣ ኣራዊት እንድሕር ደኣ መጺኡኳ ቀቅድሚኤን ነብሱ ዘሕልፍ ትክክለኛ ሓላዊ ይበሃል ማለት እዩ። እቲ ግን ብቁጻር ዝመጸ እዩ፣ ስለ ኣባጊዕ ኣይጭንቆን፣ ስለ እንታይ ደኣ የጭንቆ ስለ እታ ደመወዙ ጥራሕ ይሓስብ ማለት እዩ። ስለዚ ሓላዊ ዝበሃል ሓላ ንጓሳ ኖላዊ ማለት ጓሳዩ እንድሕር ደኣ ኮይኑ ከም ቅድስት ቤተ ክርስቲያንና ሓላዊ ዝበሃል ጓሳይ ዝበሃል ከመን እዩ ክንብል እንተኢልና ድማ ጓሳይ ዝበሃል ብብዙሕ ደረጃ ነምጾ ኢና ማለት እዩ ባዕሉ ኣብ ወንጌለ ዮሃንስ እቲ ናይ መጀመርያ ጓሳ ኢና እንብሎ ኣብ ወንጌል ዮሃንስ ምዕራፍ ዓሰርተ ቁጽሪ ዓሰርተ ሓደ ከም ንረክቦ ኣነ ውእቱ ነላዊ ኄር ይብል ማለት እዩ። ኣነ ትኽክለኛ ሓላዊ ኣነ እየ ዝበለ ጎይታናን መድሓኒትናን ኢየሱስ ክርስቶስ እዚ ድማ ናይ ባሂሪ ሓላዊ ማለት እዩ። ናይ እንታይ ሓላዊ? ናይ ባሕሪ ሓላዊ። እቲ ሓላውነቱ ድማ ወነላዊሰ ሔየ ዘይሜጡ ነብሶ ቤዛ ኣባጊእሁ። እቲ ሓላዊ፣ ጐይታናን መድሓኒትናን ኢየሱስ ክርስቶስ፣ ንሱ ሓላዊ ክኾን ከሎ፣ ኩላህና ዘለና ምእመናን ብስሙ ዝኣመንና ድማ ናቱ ኣባጊዕ ንበሃል ማለት እዩ። ስለ ኣባጊዑ ዝጭነቕ፣ ኩሉ ግዜ ድማ ቀቅድሚኤን ዝኸይድ፣ ቀቅድሚኤን ዝኸይድ ክንብል ከለና እቲ በተለይ ብናይ እስራኤል ኣተሓላልዋ ናይ ዓድና እንድሕር ደኣ ኮይኑ እቲ ሓላዊ ድሕሪት ድሕሪት እዩ ዝኸይድ። ቀቅድሚኤን ኣይኸይድን። ኣብ እስራኤል ግን ቀቀድ ቀዲሙ ይኸይድ እሞ ድሓር ድማ እቲ ኣባ እተን ኣባጊዕ ድማ ደድሕሪኡ ይኸይዳ። ክሕል ክ ቀዲምዎን ምስ ከደ ድማ ናብ ምንታይ እዩ ዝኸድ? ናብ ሳዕሪ ዘለዎ፣ ናብ ማይ ዘለዎ፣ ብቕድሚኤን ስለ ዘሎ ድማ ካብ ዝብላዕ ካብ ዝበልዕ ካብ ኣርዌ ካብ ኩሉ የድሕነን ማለት እዩ ስለዚ ጎይታናን መድሓኒትናን ኢየሱስ ክርስቶስ እውን ኣርዌ ካብ ዝተብሃለ ካብ ዲያብሎስ ከድሕነና መጀመርያ እውን ነብሱ ኣሕሊፉ ብደሙ ዝገዘእና ንምእመናን ወነላዊ ሰሄር ትኽክለኛ ዝኾነ ሓላዊ ሓቀኛ ዝኾነ ሓላዊ ስለ ኣባጊዑ ነብሱ ኣሕሊፉ ዝህብ እዩ ስለዚ ናይ ባህሪ ሓላዊ እንብሎ ጎይታናን መድሓኒትናን ኢየሱስ ክርስቶስ እዩ ማለት እዩ ጎይታናን ኖላዊሆሙ ለእስራኤል ኣጽምእ ይብል መዝሙረኛው ዳዊት መዝሙር ትስዓን ትሽዓተ እንድሕር ደኣ ርኢና ኖላዊሁም ለእስራኤል ኣጽምእ ናይ እስራኤል ሓላዊ ዝኾንካ ናይ እስራኤል ትጉህ ዝኾንካ ሲ ኣድምጸና ይብል ቅዱስ ዳዊት ማለት እዩ ስለዚ ኖላዊ ትጉህ ዘኢይነውም እውን ይብል ቅዱስ ያሬድ። ትጉህ ዝኾነ ሓላዊ፣ ኩሉ ግዜ ስለ ኣባጊዑ ዝሓስብ፣ ኩሉ ግዜ ስለ ኣባጊዑ ዝጭነቕ፣ ንኸይጸምኣ፣ ንኸይጠምያ ዝጭነቕ ነላዊ ዝኾነ ወይ ከኣ ሓቀኛ ዝኾነ ሓላዊ፣ ሓቀኛ ዝኾነ ጓሳይ ጎይታናን መድሓኒትናን ኢየሱስ ክርስቶስ እዩ። እዚ ጓሳይ እዚ ድማ እዚ ሓላዊ እዚ ድማ ንሱ ናይ ባህሪ ሓላዊ ንብሎ ማለት እዩ። ኣነ ውእቱ ኖላዊ ኄር ክብል ከሎ ትኽክለኛ ሓላዊ ኣነ እየ። ኣብዚ እንታይ እዩ ዘርደእና ትኽክለኛ ዘይኮነ ሓላዊ ከም ዘሎ ስለ ኣባጊዑ ዘይጭነቕ እኳ ደኣስ ከምቲ ዲያብሎስ ንኣዳምን ሔዋንን ን ናብ ሓልዩ ዘይኮነስ ከምታ ንሱ ዝኾና ከምታ ንሱ ዝወደቓ ንክወድቁ ዝሓሰበ ዝተጨነቐ እቲ ድማ ትኽክለኛ ዝኾነ ሓላዊ ስለ ዝኾነ ቴስዓን ትሽዓተን ነገደ መላእክት ገዲፉ ሚእቲ ኣባጊዕ ዝነበርኦ ሰብ ነበረ ቴስዓን ትሽዓተን ቴስዓን ትሽዓተን ገዲፉ እንተ ሓንቲ ዝጠፈእቱ ክገድ ክደሊ መጸ ዝብለና ብምሳሌ ዝዛረበና ትክክለኛ ሓላዊ ዝኮነ ጎይታና መድሓኒትናን ኢየሱስ ክርስቶስ እዩ ማለት እዩ ናብ ናትና ክንመጽእ ከለና ጎይታናን መድሓኒትናን ኢየሱስ ክርስቶስ ምስ በልና ናብቲ ራእይቸ ኣባጊዕ እየ ራእይቸ ማህሲ እየ ራእይቸ ኣባግእቲ እየ ዝበሎ ክንመጽእ ከለና ድማ ናይ ኣብዚ ሓላዊ ናይ ጸጋ ሓለውትና ድማ ኣለውና ማለት እዩ ናይ ጸጋ ሓለውትና ድማ ኣለውና። ባዕሉ ሓልውዎም፣ ባዕሉ ረእይዎም፣ ባዕሉ ናብቲ ትኽክለኛ ዝኾነ ምግቢ ስጋ ጥራሕ ዘይኮነስ ምግቢ ነፍሲ ዘለዎም ኣውፍርዎም ኢሉ ዝነገረና ድማ ባዕሉ ጎይታናን መድሓኒትናን ኢየሱስ ክርስቶስ ስልጣን ዝሃቦም ሰብ ስልጣን ናይ መራሕቲ ቤተ ክርስቲያንና እዮም ማለት እዩ እዚኦም እንታይ እዮም መራሕቲ ቤተክርስትያንና ካብ ሊቀ ጳጳስ ጀሚሩ ክስካብ ምንታይ ክስካብ ኣጻውሔሁት እንብሎ ብስልጣን ዘለዎ ማለት እዩ መራሕቲ ቤተክርስትያንና እዚኦም ጓሰይቲ ወይ ከዓ ሓለውቲ ንብሎም ማለት እዩ ጓሰይቲ ወይ ከዓ ሓለውቲ እንብሎም ኢና እዚኣቶም ማለት እዩ እዚኣቶም ከምቲ ኣብ ርእስና ዝረኤናዮ እውን እንድሕር ደኣ ትፈትወኒ ኮይንካ፣ እንድሕር ደኣ ፈታውየይ ኮይንካ፣ እንድሕር ደኣ ምሳይ ክትነብር እንድሕር ደኣ ኮይንካ ዋና ዓላማ ናይ ሊቀ ናይ መራሕቲ ቤተ ክርስቲያን እንታይ እዩ እንተይልና ራእዮቼ ኣባጊዕ እየ ዝብል ምእመናነይ ሓሉ ናብ ምንታይ ከ ይኸዱ እዮም? ተኹላ ነቶም እንስሳት ነጣቒ ተኹላ ኣራዊት መጺኡ ከም ዝወስዶም ወይም ድማ ከም ዝቐትሎም ንዚኣቶምን ድማ ካብቲ ዘለውዎ ካብ ናይ ቤተ ክርስቲያን ሓለዋነት ወይም ድማ ካብ ደንበ ቤተ ክርስቲያን ካብ ደንበ ሃይማኖት ካብ ደንበ ምግባር ወሲዱ ዝነጥቕ ተኹላ ዲያብሎስ ስለ ዘሎ ማለት እዩ ከምቲ ቀዳማይ ጴጥሮስ ምዕራፍ ሓሙሽተ ቁፅሪ ሸሞንተ ዝነግረናሲ ኣንበሳሲ ከም ዲያብሎስሲ ከምዚ ንክበልዐኩም ንክውሕጠኩም ንክውሕጠኩም ከምዚ እምባኹ ዘሎ ኣንበሳ ሃሂሉ ይፅበየኩም ኣሎ ይብል ማለት እዩ መን እዩ እዚ ድያብሎስ ማለት እዩ ንዓና ናብ ምንታይ ንክወስድ ካብ ሃይማኖት ናብ ክሕደት ካብ ሃይማኖት ናብ ጥርጥር ካብ ሰናይ ምግባር ናብ ሕማቕ ምግባር ካብ መንፈሳዊ ምግባር ናብ ዓለማዊ ስራሕ ንክወስደና ማለት እዩ ናብ ዓለማዊ ስራሕ ንክወስደና ኩሉ ግዜ እንታይ ይገብር ይጭነቕ ማለት እዩ ኩሉ ግዜ ስርሑ ዘይድቅስ ስለ ዝኾነ ንሱ እንታይ እዩ ኩሉ ግዜ ትጉህ እዩ ማለት እዩ። እንታይ ንምግባር ንሕና ካብቲ ትኽክለኛ መስመር ናብ ሕማቕ መስመር ንምውሳድ ማለት እዩ። ስለዚ ንዚኣቶም ራእይቺ ኣባጊ እየ ዝበለሉ ምኽንያት ጸላኢ ዝኾነ ዲያብሎስ ጸላእቲ ዝኾኑ ኣጋንንቲ ስለ ዘለው ብሃይማኖት እንድሕር ደኣ ሃሊና ምስ ፈጣሪና ማለት እዩ ብፍቕሪ እንድሕር ደኣ ሃሊና ምስ ፈጣሪ ኢና። ብምግባር እንድሕር ደኣ ብትኽክለኛ እንድሕር ደኣ ንመላለስ ኮይንና ናይ ጎይታ ናይ ጎይታ ፈተውቲ ኢና ማለት እዩ። እንታይ ዝብል ስለ ዘሎ እመሰ ታፈቅሩኒ እቀቡ ትእዛዚ እንድሕር ደኣ ትፈትዉኒ ኮይንኩም ትእዛዛተይ ሓልዉ ትእዛዛተይ ተግብሩ ዝብል ስለ ዘሎ እንድሕር ደኣ ንፈትው ኮይንና ንፈጣሪና ትእዛዛቱ ክንሕሉ ይግበኣና ማለት እዩ። ትእዛዛቱ ንኸይንሕሉ ግን ኩሉ ግዜ ከም ዘምባሁቕ ኣንበሳ ሃህ ኢሉ ዝርከብ ድያብሎስ ስለ ዘሎ ካብዚኣቶም ንዘም ኣባግዕ ሓልዎም ከይነጥቆም ናብ ዓለም ከይወስዶም ናብ ግብረ ድያብሎስ ከይወስዶም ሓልዎም ዝብል ማለት እዩ። እዚ ትእዛዝ እዩ ማለት እዩ። ንዚኣቶም ቅዱስ ጴጥሮስ እንታይ ኮይኑ እዩ? ቅዱስ ጴጥሮስ ሊቀ ሃዋርያት ስለ ዝነበረ ንኹሎም መራሒኦም ስለ ዝነበረ ብቅዱስ ጴጥሮስ ንኹሎም መሃቢ ማለት እዩ። ስለዚ መራሕቲ ቤተ ክርስትያን ዘለዉ ብቀደም ካብ ሃዋርያት ኣትሒዙ ካብ ሰብኣ ኣርድእቲ ኣትሒዙ ሊቃውንት መምህራን ካህናት እናበለ ይመፅ እዚኦም ኩሎም እንታይ እዮም ሓለውትና እዮም ማለት እዩ እዚኣቶም ኩሎም ሓለውትና እዮም ስለዚ ራእይቼ ኣባግኤ ክብል ከሎ ሓለውቲ ምዃኖም ዘርደእና እዩ ማለት እዩ ኣብ ግብሪ ሃዋርያት ምዕራፍ ዒስራ ቁፅሪ ዒስራን ሸሞንተን እንድሕር ደኣ ርኢና ግን ወይእዝ የንእቀው ርእሰኩም መጀመርያ ርእስኹም ሓልው ርእስኹም ሓልው ወኩሎ መራእየ ዘሎቱ ሴመክም መንፈስ ቅዱስ ጳጳሳተ ንኹለን ኣባጊዕ ወይም ድማ ንኹለን እንስሳት እውን እንታይ ጎርወን ሓልውወን ብስሩ ጳጳሳት ገይሩ ብመንፈስ ቅዱስ ምሻሙሲ እንታይ ክትገብሩ እዩ እንድሕር ዳ ኢልና ብደሙ ንዝገዝኣ ንምእመን ብደሙ ንዝገዝኦም ንምእመናን ንክትሕልውስ ጳጳሳት ገይረ ሸይመኩም ኣለኹ ይብል ማለት እዩ እንታይ ንክትገብሩ ንሳቶም እቶም ምእመናን ብትክክለኛ ናይ ክርስቶስ ምእመናን ናይ ክርስቶስ ደቀ መዛሙርቲ ብስጉኡን ደሙን ዝኸዱ ብስጉኡን ደሙን ዝነብሩ ክኾኑ ብቃል እግዚኣብሔር ዝነብሩ ካብ ቤተ ክርስቲያን ዘይተፈለዩ ኮይኖም ምእንታን ክነብሩ ካብ ናይ ዲያብሎስ ግዝኣት ካብ ናይ መናፍቃን ካብ ናይ ኣይሁድ ካብ ናይ ካሕርቲ ኣርዑት ወፂኦም ብናይ እግዚኣብሔር መንገዲ ምእንታን ክኸዱ እንታይ ገይረ ሸይመኩም ኣለኹ ጳጳሳት ገይረ ሸይመኩም ኣለኹ ጳጳሳት ገይረ ምሻመይ ድማ ንምንታይ እዩ እንድሕር ደኣ ኢልና ንምእንታን ንቶም ምእመናን ብትኽክለኛ መንገዲ ክትመርሕዎም እዩ ማለት እዩ ኣብ ንግረ መንገድና እንታይ ክንክተል ኣለና? ጳጳሳት ኮይና ሙሻምና፣ መምህራን ኮይና ሙሻምና፣ ካህናት ኮይና ሙሻምና፣ በተለይ ኣብ ናይ ሎሚ ግዜ ከም ናይ ሎሚ ግዜ ክንሪኦ ከለና ጳጳስ ምዃን ማለት እንታይ ማለት እዩ እንድሕር ደኣ ኢልና ብደም ክርስቶስ ንዝተገዝአ ንምእመን ትክክለኛ መንገዲ ንምምራሕ እዩ። ብደም ክርስቶስ ንዝተገዝአ ንምእመን ናብ ቁርባን ንምምጻእ እዩ። ብደም ክርስቶስ ንዝተገዝአ ንምእመን ናብ ምንታይ ምምጻእ እዩ? ናብ ናብ ቤተ ክርስቲያን ምምጻእ፣ ናብ ቃል እግዚኣብሔር ምምጻእ፣ ናብ ፍቕሪ ምምጻእ እዩ ማለት እዩ። እዚ እዩ ናብ ፍቕሪ ንምምፃእ እዩ ማለት እዩ። ስለዚ ጳጳሳት ኮይና ተሸይምና ዘለና፣ ካህናት ኮይና ተሸይምና ዘለና፣ መምህራን ኮይና ተሽይምና ዘለና ናሃትና ሽም ልዕል ልዕል ክነብል ናሃትና ሽም ኣብ ዓለም ንክሰራጮ ናሃትና ሽም ድማ ኣብ ኩሉ ብዝሓለፈ ብዝሓለፈ ኣቦ ኣቦ ንኽንበሃል፣ ፈላጥ ፈላጥ ንኽንበሃል፣ ዘይንሱ እኮ ኣብዛ ዓለም የለን ንኽንበሃል ዘይኮነስ ንምእመናን ካብቲ ዝጠፍእዎ ዘሎ ምኽንያቱ ምእመናን ኣብዚ ሕዚ እዋን ብ ኢኮኖሚ ዝጠፍእ ምእመን እኒኤና ብ ካብ ቤተ ክርስቲያን ካብ መራሕቲ ቤተ ክርስቲያን ንባዕርስና ንስኻትኩም ድማ ይብለኦ ከሎ ካብ መራሕቲ ቤተ ክርስቲያን ሰናይ ምግባር ሰኣን ብሰኣኑ ዝጠፍእ መንእሰይ ዝጠፍእ ምእመን ብዙሕ እኒሀና ማለት እዩ። እንታይ ስለ ዝኾንና? ትኽክለኛ ሓለውቲ ስለ ዘይንኾን ዘለና ማለት እዩ። ትኽክለኛ ሓለውቲ ኮይንና ብ ንሕና እውን ብቲ እንኸዶ ብቲ ትኽክለኛ ዝኾነ መንገዲ ብቲ ዝበለና ስለ ዘይንኸይድ ዘለና ማለት እዩ። ስለዚ መን እዮም ሓለውቲ እንድሕር ደኣ ኢልና ኣብዚ ንሪኦ ዘለና ናይ ጸጋ መምህራን ዝኾኑ ካህናት ዝኾኑ ካህን ዝብል ንኩሉ የጠቃልል እዩ። በነገራችን ላይ ኣብዚ ክንርድኦ ዝግበአና ካህን ዝብል ካብ ሊቀ ጳጳስ ወይ ከኣ ካብ ፓትርያርክ ኣትሒዙ ክስካብ ዲያቆን ዘሎ ማህበረ ካህናት ኢልና ንጽውዕ እዩ ማለት እዩ። ንዚ ኩሉ ሓላዊ እዩ ንብሎ ማለት እዩ። ንዚ ኩሉ ጓሳ እዩ ንብሎ ማለት እዩ። ኣብ ልዕሊ መን ዝተሾመ እንድሕር ደኣ ኢልና ስልጣን ክወሃበና ከሎ ኣብ ምድሪ ዝኣሰርክምዎ ሰማይ ዝተኣሰረ ይኹን ኣብ ምድሪ ዝፈታሕክምዎ ሰማይ ዝተፈትሐ ይኹን ቁልፊ መንግስተ ሰማያት ዝሓዙ ማለት እዩ። ቁልፊ መንግስተ ሰማያት ዝሓዙ ንሕና ብትኽክለኛ መንገዲ ንዝኸደ ንዝሰምዖም እሺ ንዝበሎም ንኻህናት እንድሕር ደኣ ኮይኑ ቁረብ ስገድ ክትብሎ ከለኻ እሺ ኢሉ ሰሚዑ ንዝኸደ ናይ ኣብዚ ተፈቲሑ ኣብ ሰማይ እውን ዝተፈትሐ ንክኸውን ኣብ ቅድሚ ፈጣሪ ንስኻስ ቃል ካህናተይ ሰማዕኻን ተባሂሉ ንድሕሪት ንኸይምለስ ምስክር ኮይኖም መምህራን ኮይኖም ኣማልድቲ ኮይኖም መራሕቲ ኮይኖም ዘእትዉ እዮም ማለት እዩ ስለዚ ኣብዚ ክንግንዘቦ ዝግበእና እቲ ናይ ሎሚ ብጣዕሚ እናተስኣነ ዝርከብ ንሕና እቲ ሸመት ናይ ሃዋርያት ሒዝናዮ እቲ ክህነት ሒዝናዮ ግን ድማ ከም ትኽክለኛ መራሕቲ ምዃንና እናጠፍእና ኩላህና ዘለናስ መራሕቲ ምዃንና እናጠፍእና ምኽንያቱ ከምቲ እቲ ምኽንያቱ ካህናትና እቲ ትኽክለኛ ዝኾነ ትኽክለኛ ዝኾነ ሓላዊ ትኽክለኛ ዝኾነ ሓላዊ ንምንታይ ንተነባግዒ እውን ይፈልጠን እዩ በበስማተን እውን ይፅወዐን ክኸይድ ከሎ እውን እንታይ ይገብር ቀቅድሚኤን ይኸይድ ንሳተን እውን ድማ እንታይ ይገብራ ድምፁ እንታይ ይገብሮ ይሰምዐኦ ነቲ ሓላዊኤን ብትኽክለኛ ይፈልጦ እየን ትኽክለኛ ሓለውቲ ምዃንና ድኣ ንምንታይ ኣብ ምእመናን ዘይፈልጡና ዘለዉ እንድሕር ድኣ ኢልና ሓለውትኹም ኢኹም ክንብሎም ከለና እቲ ናይ ሓለዋ ስርዓት ታይ ስለ ንገብረሎም ዘለና እዩ ትክክለኛ ስለ ዘይኮነ ሓለውትኹም ኢኹም ክንብሎ ከለና ብምንታይ ይፈልጦ ኢና ኢልና ብድምፁ እቲ ድምፁ ዝተባሃለ እንታይ እዩ እቲ ቃል ኣምላኽ ብትክክለኛ ብተግባር ይፍፅምዎ ንፍፅሞ ዘለና ኣይንፍፅሞን እዩ ማለት እዩ ስለዚ ካብ ሊቀ ጳጳስ ኣትሒዙ ብሹመኛታት ቤተ ክርስቲያን፣ ሰብ ስልጣን ቤተ ክርስቲያን፣ ሓለውቲ ኢና ብትኽክለኛ ክንሕሉ ይግባእ ማለት እዩ። ብሳልሳይ ወገን ክንርኢ ከለና ያው መምህራን ካህናት ብዝበልናዮ እንከይና ወለዲ እውን ጓሰይቲ እዮም ማለት እዩ። ናይ መጀመርያ ቤተ ክርስትያን ቤተ ሰብ እዩ ማለት እዩ። ናይ መጀመርያ ቤተ ክርስትያን እንታይ እዩ? ቤተ ሰብ እዩ። ቤተ ሰብ ኣብ ምሳሌ ምዕራፍ ዕስራን ክልተን ቁፅሪ ሽዱሽተ ከም ንሪኦ ንውላድ እታ ክኸደላ ዝግብኦ መንገዲ ኣላምዶ እሞ ምስ ኣረገ ወይ ከዓ ምስ ዓበየ ናብኣ ኣየግልስን እዩ። ናብቲ ሕማቕ መንገድስ ታይ ይገብርን እዩ? ኣየግልስን እዩ። መጀመርያ ታይ ይገበሮ? እታ ክኸደላ ዝግብኦ፣ እታ ቅንዕቲ ዝኾነት መንገዲ፣ ከምቲ ኣብ ትንቢተ ኤርምያስ ምዕራፍ ሽዱሽተ ቁጽሪ ዓሰርተ ሽዱሽተ፣ ናብ ዝተመሳቐለ መንገዲ ውጻእ፣ እታ ትኽክለኛ መንገዲ ኣያን ምዃና ረእያ፣ መርምራ፣ ፈትሻ፣ ካብኡ ድማ ብኣኣ ጌርካ ኺድ፣ ቅንዕቲ መንገዲ ምስ ረኸብካስ፣ ብታ ቅንዕቲ ዝኾነት መንገዲ ኺድ፣ ካብኡ ናይ ህይወት ናብ ናይ ህይወት ቦታ ክተብፀሐካ እያ ይብል ማለት እዩ ትንቢተ ኤርምያስ እታ መንገዲ ትበሃል ዘላ እታ ቅንዕቲ መንገዲ ትበሃል ዘላ ሃይማኖት እያ እታ ቅንዕቲ መንገዲ ትበሃል ዘላ ምግባር እያ ስለዚ መጀመርያ ናብታ ቅንዕቲ ዝኾነት መንገዲ ኣውፅኣ እዩ ወላዲ እውን ንውላዱ ታቀ ትክክለኛ ዝኾነት መንገዲ ቅንዕቲ ዝኾነት መንገዲ ጥራሕ ኣጥሚቕካ ምኻድ ዘይኮነስ ወላዲ ውሉዱ ኣብ ምንታይ ናይ ወለዲ እቲ ዓብዪ ተልእኾ ከም ክርስትያን ክጥየቕሉ ዝግብኦም እንታይ እዩ እንድሕር ደኣ ኢልና ካብቶም ብዙሓት ሓደ ሓደ ቆሪኩም ዲኹም ሰጊድኩ ትሰግዱ ዶ ነይርኩም ካብኡ ድማ ኣስራት ብኩራት ተውፅኡ ዶ ነይርኩም ጥራሕ ዘይኮነስ እንታይ ደኣ ደቅኹም ብስነ ስርዓት እዕቢኹም ዶ ኣይዕቢኹምን? ኣብ ቤተ ክርስትያን ዶ ዕቢኹሞም? ብስነ ስርዓት ዶ ዕቢኹሞም? ብስግኡን ደሙን ዶ ዕቢኹሞም? እና ኢሉ ሕቶ ይመጸካ እዩ ማለት እዩ። ውል- ውላ- ውላድካ ብትኽክለኛ ምዕባይ፣ ውላድካ ብትኽክለኛ ም- ምምራሕ፣ እታ ክኸደላ ዝግብኦ መንገዲ ጥራሕ ንስጋዊ እ፣ ሕጂ ዘለና ወለዲ እንታይ ኢና ንጭነቕ እንድሕር ደኣ ኢልና ስጋዊ ዝኾነ ስጋ ክዳን ከይስእን እ፣ ከይዓርቕ፣ ከይጠሚ፣ ከይጸምእ፣ ዝረግጾ'ውን ከይስእን ንጭነቕ ኢና። ንቐጻሊ ንቐጻሊ'ውን ገዛ ንክነጽንሐሉ፣ ሓድሓደ ድማ ገዛ ንክነጽንሐሉ፣ ካልእ ንክንገብረሉ ንጭነቕ ኢና ማለት እዩ። ግን ድማ ብመንፈሳዊ ደረጃ ድማ መንፈሳዊ ኮይኑ ንክዓቢ፣ ጸኒሑ ናይ ቤተ ክርስቲያን ተረካቢ ምዃኑ፣ ካህን ክኸውን ከም ዝኽእል፣ ጳጳስ ክኸውን ከም ዝኽእል፣ ትኽክለኛ መራሒ ቤተ መራሒ መንግስቲ ክኸውን ከም ዝኽእል ኣይንጭነቕን ማለት እዩ። ተጨኒቕና ኣይንፈልጥን። ስለዚ ወላዲ ንውሉዱ እንታይ እዩ መራሒ እዩ ማለት እዩ። ሓላዊ እዩ፣ ጓሳ እዩ። ትኽክለኛ ናብ ናብ ከም ኣቦታትና ብትኽክለኛ ከዕብዩ ዘዕቢ ማለት እዩ። ውሉዱ ብትኽክለኛ ዘየዕቢ ንውላድካስ እናገሰጽካ መጽሓፈ ሲራክ መጽሓፈ ምሳሌ እናንበው ንኸዓብዩ ብኡ ሰሪዕኻ ቀፂዕኻ ኣዕብዮም። ምክንያቱ ኣብ ወለዶም ዘኽብሩ፣ ሃይማኖቶም ዘኽብሩ፣ ንዓዶም ዝኾኑ፣ ንቤተክርስትያኖም ዝኾኑ ምእንታን ክኾኑ ማለት እዩ። ስለዚ ወላዲ እውን ሓላዊ እዩ፣ ዋሳይ እዩ ማለት እዩ። ካልእ እንድሕር ዳኣ ርኢና ሰብ እውን ንባዕሉ እንታይ እዩ ሓላዊ እዩ ማለት እዩ። ንባዕሉ እንታይ እዩ ነንሕድሕድና ሰውነትና እውን ሓለውታ ኢና ማለት እዩ። ነንሕድሕድና ከምዚ ከብለኒ ዘኸኣለ ንምንታይ እዩ እንድሕር ደኣ ኢልና ነንሕድሕድና ሰውነትና ናይ መንፈስ ቅዱስ ኣንትሙ ውእቱ ታወቱ ለእግዚኣብሔር ይብል ቀዳማይ ቆሮንቶስ ቅዱስ ጳውሎስ ኣብ ቀዳማይ ቆሮንቶስ መልእኽቱ እንታይ ይብል ኣንትሙ ውእቱ ታወቱ ለእግዚኣብሔር ንሕና ናይ እግዚኣብሔር ቤተ መቅደስ ኢና ነዘ ናይ እግዚኣብሔር ቤተ መቅደስ ድማ ክተርስሕዎ ኣይግበእኩምን ሓጢኣት ርኹሰት ዝሙት ካልእ ስራሕታት ክተምጽሉ ኣይግባኣኩምን ይብል ማለት እዩ ስለዚ ናይ መንፈስ ቅዱስ መሕደሪ ዝኾነ ሰውነትና መን ክሕልዎ ይግባእ ባዕልና ክንሕልዎ ይግባእ መጀመርያ ናይ ባዕልና ጥንቃቄ ክንገብረሉ ይግባእ ካህና ዝወፀ ድማ ናብ ካህን ክኸይድ ይግባእ ናብ መምህራን ክኸድ ይኽእል ማለት እዩ ካብዚ ንድሕር ድኣ ንወፅ ኮይና እንታይ ኢና

ምድራዊ ሓላዊ ነባጊዑ ዝጭነቐለን ዝበልናዮ ንሱ ድማ ንዓና ተጨንዩ ቀደሙ እውን ካብ ሰማያ ሰማያት ወሪዱ ካብ ድንግል ማርያም ተወሊዱ ካብኡ ድማ ስለ ምግበን ስለ መስትየን ከም ዝጭነቕ ኩሉ ጎይታናን መድሓኒትናን ኢየሱስ ክርስቶስ ድማ ስለ ምግቢ ስለ መስተ ተጨኒቑ ስግኡ ቆሪሱ ደሙ ኣፍሲሱ ክመውት ዘይግብኦ ኣምላኽ ሞይቱ ኣድሒኑና እዩ ማለት እዩ ክመውት ዘይግብኦ ብደሙ ገዚኡና ማለት እዩ እንተ ኣጥረያ በደሙ ዝበለና እውን ብደሙ ዝገዝእና ብድያብሎስ ንግዛእ ነበርና ግዝኣት ድያብሎስ ዘጥፈእልና ወሰጠጠ መጽሐፈ እዳሆሙ ለኣዳም ወለሔዋን ናይ ኣዳምን ናይ ሔዋንን መጽሐፍ ዕዳ ደምሰሰ ዝበለና ማለት ወረስዮሙ ኣግኣዝያነ ኣብ ዳዊት ከተማ ብናይ ዳዊት ባሂሪ ዝተወለደ ጎይታናን መድሓኒትናን ኢየሱስ ክርስቶስ ነጻ ገበሮም። ንመን? ንኣዳምን ንሄዋንን። ብምንታይ ተታሒዞም ነይሮም? ብናይ ድያብሎስ ግዝኣት፣ ብናይ ድያብሎስ ኣርዑት ተታሒዞም ዝነበሩ፣ ብናይ ሓጢኣት ኣርዑት ተታሒዞም ነበሩ፣ ነጻ ገበሮም። እንታይ ገይሩ? ስግኡ ቆሪሱ፣ ደሙ ኣፍሲሱ ማለት እዩ። ስለዚ ትኽክለኛ ዝኾነ ሓላዊ፣ ስለ ኣባጊዑ ዝጭነቕ ሓላዊ ጎይታናን መድሓኒትናን ኢየሱስ ክርስቶስ። ንሕና እውን ድማ ኣብ ቤተ ክርስቲያን ዘለና ኩሉ ዝግብኦ ድማ ስለ ምእመን ክጭነቕ ንሕና እውን ትኽክለኛ ሓለውቲ ክንከውን ኖላዊ ሄር ክንበሃል ይግበኣና ንብል ማለት እዩ ይግበኣና ካብኡ ቐፅል ኣቢልና ጓሰይቲ ተጓሰይቲ ከ ንመን እዮም ዝጓስዩ ወይ ከዓ ሓለውቲ እንድሕር ደኣ እዚኣቶም ኢልናዮም ተጓሰይቲ ከመን እዮም እንድሕር ደኣ ኢልና ኣብል ኣቢልና ንምኻድ ማለት እዩ በርባዓን ብሰማንያን ዝተጠመቕና ወይም ድማ ብደም ክርስቶስ ዝተገዛእና ምእመናን ጠቕላላ ማለት እዩ። ምእመን ዝብል ካብ መጀመርያ ካብ ንእሽተይ ዘሎ ህፃን ክስካብ ዓብዪ ዘሎ ካብ ሰብ ስልጣን ዘለዎ ክስካብ ስልጣን ዘይብሉ ኩሉ ምእመን ዘበለ እንታይ ንብሎ ኩሉ ምእመን ምእመን ዝብል ሽም ድማ ብምንታይ መፂኡና እንድሕር ዳኢልና ኩሉ ክርስትያን ዘበለ ብክርስቶስ ክርስትያን፣ ብወልድ ውሉድ፣ ብመንፈስ ቅዱስ መንፈሳዊ ዝተባሂሉ ዝተጸውዐ፣ ብሽም ክርስቶስ ዝተገዝአ፣ ብደም ክርስቶስ ዝተገዝአ ምእመን እዚ ኩሉ እንታይ እዩ ተጓሳያይ ንብሎ ማለት እዩ። ካብ ምንታይ ካብ ምንታይ እንተልና ብዕድመ እኳ ተርኢናዮ ምሁር፣ ዘይምሁር፣ ዓብዪ፣ ንእሽተይ፣ ወዲ ተባዕታይ፣ ጓል ኣንስተይቲ እዚ ኩሉ እንታይ እዩ ተጓሳይ እዩ ማለት እዩ። እዚ ኩሉ እንታይ እዩ ተጓሳይ ሓላዊ እዩ ማለት እዩ። ስለዚ ክንጓሲ ከለና ጥራሕ ዓበይቲ ኣይኮናን ክንጓሲ ዝግበእና ጥራሕ ንቤተክርስትያን ዝመጸ ኣይኮናን ክጓሲ ዝግበእና ክጠፍእ ዝበለ ኣብ ኢድ እቲ ኣርዌ ኣብ ኢድ እቲ ተኹላ ዘለውን ክንጓሲ ይግበእና ዝጓሰዩ ዝበሃሉ እዚኣቶም እዮም ማለት እዩ። ቐጽል ኣቢልና ጓሳይ ተጓሰይ ጓሰይቲ ከመይ ኢሎም ክጓስዩ ይግባእ ኣውዚ ዓብይ ነገር ኢና ክርዳእ ዝግባእ ማለት እዩ ሓደ ሓቀኛ ሓላዊ ሓቀኛ ጓሳይ ኢልና ካብ ፀዋዕና እቲ ሓቀኛ ጓሳይ እንታይ ይገብር ኢና ኢልና ኣብ ዮሃንስ ምዕራፍ ዓሰርተ ብጠቕላሉ ካብ መጀመርያ ትሒዙ ክስካብ ዓሰርተ ክስካብ ዒስራ ኣካብታት ዘሎ ስለ ኖላዊነት እንድዩ ዘውግዕ ኣብቲ መጀመርያታት ኣከባቢ እንታይ እዩ ዝብል እቲ ኣነ ውእቱ ኣንቀጸ ኣባግ እናበለ ይኸይድ እሞ ካብ ሰለስተ ድሕሪ ድኣ ጀሚርና ርኢናዮ ወዘሰ እንተ ኣንቀጽ ይበጉእ ኖላዊ ኣባግ ውእቱ ብትኽክለኛ ብማዕፆ ቀኒዑ ዝመፅእ፣ ሓቀኛ ብዝኾነ ትምህርቲ፣ ርቱዕ ብዝኾነ ትምህርቲ ዝመፅእ ትኽክለኛ ሓላዊ ንሱ እዩ። ውእቱሰ ኣፃዊኒ ያርህው፣ እቲ ሓላዊ ማዕፆ ወይ ከዓ እቲ በሪ ዝሕሉ ዝኸፍትን ዝዓፁን ድማ ብትኽክለኛ ይኸፍቶ። ወኣባግእን ይሰማኣሁ ቃሉ። እተን ኣባጊዕ ዝተብሃላ፣ ኣባጊዕ ዝተብሃላ ሕዚ መን እየን ዝኾና ዘለዋ? ምእመናን ማለት እዩ። ኣባጊዕ ዝበሃላ ዘለዋ ምእመናን፣ እተን ኣባጊዕ ድማ ነቲ ብትኽክለኛ ዝመፀ፣ ነቲ ብሓቀኛ ዝመፀ፣ ከምዚ ሕዚ ገንዘብ ደልዩ ዝመፅእ ሓላዊ፣ ስልጣን ደልዩ ዝመፅእ ሓላዊ፣ ሽመት ደልዩ ዝመፅእ ሓላዊ፣ ውዳሴ ከንቱ ደልዩ ዝመፅእ ሓላዊ ዘይኮነስ ኣነ ተጠቒመ ምእመናነይ ክጠቅም እየ ኣነ ብትኽክለኛ ናይ ክርስቶስ መንገዲ ከይደ ንምእመናን እውን ብትኽክለኛ ናይ ክርስቶስ መንገዲ ክወስድ እየ፣ ኣነ ስግኡን ደሙን ተቐቢለ ንምእመናኑ ስግኡን ደሙን ከቐብሎም እየ ዝብል ትኽክለኛ ሓላዊ ንሱ ምስ ጸወዐን ንተነዋጊዕ ኣበየለኽን ምስ በለን ትኽክለኛ መንገዲ ንኸርእየን ንኽመርሐን ኣበየለኽን ምስ በለን ንሳተን ድማ ብትኽክለኛ ይሰምዐኦ ማለት እዩ እንታይ ደኣ እዩ ሎሚ መምህርን ተምሃራይን ማለት እውን መምህራን ቤተ ክርስቲያን ምእመናን ናብ ምስምዕማዕ ዘይምስምዕማዕ ዝኸይድ ዘሎ እንድሕር ደኣ ኢልና ካብ ምእመና ካብ መምህራን እንታይ እናኾንና ስለ ንኸይድ እዩ መምህራንና ወይ እቶም ሓለውቲ ዝበልናዮም ካብ ጳጳስ ጀሚሩ ክስካብ ዲያቆን ዘሎ ወይ ከዓ ክሳብ ኣነ ኣጉንስጢ ዘሎ እንታይ ስለ ዝደሊ ሓደ ብትዕቢት ተወጢሩ ስለ ዝመጽእ፣ ካልኣይ ድማ ገንዘብ ስለ ዝደሊ፣ ስልጣን ስለ ዝደሊ፣ ኣኽብሩኒ ስለ ዝብል፣ ንሳቶም ድማ ዋእ ትኽክለኛ ሓላዊ እኮ ነብሱ ሰውነቱ ነባጊዑ ኣሕሊፉ ዝህብ እዩ፣ ንባዕሉ ኣርኣያ ዝኸውን እዩ ብምባል እንታይ ይገብሮ? ዋእ እቱስ ትክክለኛ ሓላዊ ኣይኮነን እዩ ገንዘብና እዩ ደልዩ እምበር ማዓዝ ብሂወትና ደልዩ ንክንቆርብ ንክንሰግድ ዘይደለየናስ ንምንታይ ዳኣ እዩ ገንዘብና ጥራሕ ዝደሊ እናበላ ንድሕሪት ንሳተን እውን ንድሕሪት ይብላ ንሱ ድማ ኣብቲ ዝደለየ ብትክክለኛ ምእመን እንድሕር ዳኣ ኮይኑ ዋና ከተሓሳስበና ዝግብኦ ኣብዚ ሕዚ እዋን መንእሰይና ኣብ ምንታይ ይርከብ ኣብዚ ሕዚ እዋን ምእመን ናብ ምንታይ ይርከብ? ይጭነቅ ደሎ፣ ዘየስግዶ ዘሎ፣ ዘየቁረቦ ዘሎ፣ ንቤተ ክርስቲያን ዋላ እንተመጸ ልቡ ካብ ቤተ ክርስቲያን መራሕቲ ዘርሕቆ ዘሎስ እንታይ እዩ? ንሕና ሓሶት ብምስራሕና፣ ንሕና ጉቦ ብምቅባልና፣ ንሕና ትኽክለኛ ዘይምምራሕና፣ ንሕና ኣርኣያ ዘይምዃንና ደይኾን? ኢልና ካብ መራሕቲ ክንፍትሽ ይግበእና ማለት እዩ። ጎሰይቲ ክንግቦ ክንገብሮ ዝግበእና ብትኽክለኛ ንምእመናና ክንቆጻጸሮም ይግባእ። ኣበይ ይውዕሉ፣ ኣበይ ይሓድሩ፣ እንታይ ዓይነት ፈተና የጋጥሞም ኣሎ ዝብል ክንሕዞ ዝግባእና እዩ ማለት እዩ። ምክንያቱ ስነ ልቦና ምእመናና፣ እንታይነት ምእመናና፣ ሽግር ምእመናና ዘይንርዳእ እንድሕር ደኣ ኮይና ሓለውቲ ኣይኮናን ማለት እዩ። ብትኽክለኛ ንሳተን ይጠምያ ደለዋ ይጸምኣ ደለዋ ታይ ኮይነን እየን ናብ ቁርባን ዘየብጽሐን ዘሎ ታይ ኮይነን ንሮ ዶ ይጽግመን ኣሎ ዘን እቲ ምእመንስ ንሮ ዶ ይጽግሞ ኣሎ ወይ ከኣ መናፍቃን ይስሕብዎ ደለዉ ሰኣን ገንዘብ እኮ ንሳቶም ይስሕብዎ ኣለዉ ብቲ ቡቲን ይውጠጥ ኣሎ ብንሮ ይውጠጥ ኣሎ ብጭንቀት ይውጠጥ ኣሎ ብ ኩነታት ዓለም ይውጠጥ ኣሎ ስለዚ ከመይ ኢና ክንገብሮ ዝግባእ መምህራን ተኾይንና መረጋግዒ ትምህርቲ ክንህቦ ካህናት እንተኾይንና እውን ኣረጋጊዕና ናብ ንስሃ ንክመፅእ ክንህቦ፣ ተስፋ ክንህቦ፣ ናብ ቤተ ክርስቲያን ክነምፅኦ ይግበእና ኢልና ኩሉ ግዜ ኩሉ መዓልቲ ኩነታት ምእመናንና ከጨንቐና ይግባእ ማለት እዩ። ክንፅውዕ ይግባእ። ንሱ ድማ እንድሕር ደኣ ብትኽክለኛ ፀዊዕናዮ፣ እንድሕር ደኣ ብፍቕሪ ፀዊዕናዮ፣ እንድሕር ደኣ ብትሕትና ፀዊዕናዮ እንታይ እናገበረ ይመፅእ? ይመፅእ ማለት እዩ። ስለዚ ንኣባጊዑ ሓደ ናይ ኣባጊዑ ይፈልጠን እዩ። ንሱ ይፈልጠን እዩ ክንብል ከለና ንሕናኸ ንምእመናንና ንፈልጦም ዶ? እዚ ሕቶ እዩ ማለት እዩ። ንምእመናንና ንፈልጦም ዶ? ኣበይ ይውዕሉ? ኣበይ ይሓድሩ? እንታይ እንታይ ኣሎ? ኣብዚ ሕዚ እዋንስ እንታይ እዩ ዝገብር ዘሎ መንእሰይና? ጾም ይጸውም ደሎ? ጸሎት ይጽሊ ደሎ? እንድሕር ደኣ ርኢናዮ እኮ ንሕና እውን ኣብኡ ስለ ምእመና ስለ ዘይንጭነቕ ስለ መንእሰይና ስለ ዘይንጭነቕ መንእሰይና ኣበይ ይውዕል ኣይንፈልጥን ማለት እዩ ካብኡ ክንሕልወካ ኢና ተበልና ኣበይ ትፈልጠኒ ይብለና ማለት እዩ ንሱ እቲ ትኽክለኛ ዝኾነ ሓላዊ እቲ ትኽክለኛ ዝኾነ ጓሳ ግን ኣባጊዑ መጀመርያ እንታይ ይገብረኒ ይፈልጠን እዩ ምስ ፈለጠን ድማ ሽመን ምስ ፈለጠን ንሕና ወልደማርያም ኢልና ዘጠምቕናዮ ወልደማርያም ድዩ እኒኤ ብወልደማርያም ደኒኤ ብገብረማርያም ደኒኤ ናይ ማርያም ውዳሴ ማርያም ይደግም ደሎ ቅዳሴ ማርያም ይደግም ደሎ ተስፋሚካኤል ናፀዋዕናዮ ድርሳነ ሚካኤል ይደግም ደሎ ድርሳነ ሚካኤል ይጨወ ደሎ ገብረየሱስ ኢልና ዝጸዋዕናዮ ስለ ኢየሱስ ክርስቶስ ኣምላኽነት፣ ፈጣሪነት፣ ይፈልጥ ደሎ፣ እንታይ ይገብር ኣሎ፣ ብቲ መንገዲ ንሱ ይምራሕ ደሎ ኣይምርሕን ኢልና ክንፈልጦ ይግበእና መጀመርያ ማለት እዩ። ኣብዚ ሕዚ እዋን ግን መራሕቲ ንንበሃል ዘለና ስለ ንምእመና እንታይነት፣ ስለ ምእመና ናይ ምእመናና ሽግር፣ ናይ ምእመናና ጭንቀት ኣይንፈልጥን ዘለና ማለት እዩ። ግን ክንፈልጥ ይግበእና። ኣዚኣታ እያ ትብል መጀመርያ ንሱ እንታይ ይገብር እዩ ይፈልጠን እዩ ይብል ማለት እዩ። ንሳተን ድማ ወይሰማዕሁ ቃሎ ምስ ጸወዐን ይፈልጠን ስለ ዝኾነ ይጽወዐን ብሽመን በበስማተን ይጽወዐን ንሕና እውን ድማ ንካህናት ብክህነቶም ንጽጉዖም ይግበአና ንመመናእሰይ ድማ ብንእስነቶም ንዖም ዝግባእ ትምህርቲ እናሃብና ዘረጋግዕ ትምህርቲ እናሃብና በዚ ሕዚ በተለይ ብዚ ሕዚ ናብ ስደት ዝጎርፍ ዘሎ ስለ ዘይንርድኦ ሰለና ስለ ዘይነጽናዕንዖ ዘለና ብጭንቀት ናብ ካልእ እምነት ዝኸድ ዘሎ ስለ ዘይንርድኦ ዘለና፣ ኣበይ ኣለኻ ስለ ዘይንብሎ ዘለና እዩ ማለት እዩ። ስለዚ ንሕና ክንፈልጥዎ ይግበኣና፣ ካብኡ ድማ ክንጽውዕ ይግበኣና። ካብኡ ምስ ጸዋዕናዮ ድማ በብቕድሚኡ ክንከይድ ይግበኣና። ክንፍ ክንርድኦ ምስ ተረዳእናዮስ ቀቅድሚኡ ክንከይድ ይግበኣና። ሽግርካ ሽግረ እዩ ክንብሎ ይግበኣና ማለት እዩ። ሽግርካስ ታይ እዩ ሽግረ እዩ ክንብሎ ይግባእና ማለት እዩ ቀቅድሚኤ ይኸይድ ከውፍረን ከሎስ ክነውፍረን ከለና ናብ ዝብላዕ ዘለዎ ማለት ናብ ትክክለኛ ዝኾነ ሰውሒ ዘለዎ ሳዕሪ ዘለዎ ክፀግባሉ ዝኽእላ ምእመናነ ሓለውቲ ኣብ ገጠር እኮ ናይ ወለዱ ዋላ ይኹና ናቱ ዋላ ናይ እንድሕር ደኣ ቁጽር ዘይኮይኑ እንታይ እዩ ዝገብር መጀመርያ ንተነባጊዕ ቆጺሩ እዩ ዘውጸን ደሓር ድማ ቆጺሩ እዩ ዘምጸን ቆጺርካ ምምጻእ ዘይኮነስ ንኽበዝሓሉ ንኽፈርያሉ መጀመርያ ክጸግባ ክረውያ ይገብረን እሞ ካብኡ ድማ ንኽበዝሓሉ ምስ ኣብዝሓሉ ድማ ካብ ኣራዊት ድማ ንኸይበልዓሉ ከይኹረ ወለዱ ንኸይቐጽዕዎ ኩሉ ግዜ ጭንቀት ኣለዎ ማለት እዩ። ኩሉ ግዜ ይጭነቕ። ኣብ ሰዓተን ኣውጺኡ ኣብ ሰዓተን ንኸምጸአን፣ ብቆጺሩ ኣውጺኡ ቆጺሩ ንኸምጸአን፣ ሕዚ ከምኡ ንሕና ድማ ብስግኡን ደሙን ዶ ምእመናንና ይመላለሱ ኣለዉ፣ ይቖርብዶ ኣለዉ፣ ይሰግድዶ ኣለዉ፣ ኣብ ቤተ ክርስቲያን ዶ ይመላለሱ ኣለዉ፣ ቁጽሮም ብትኽክለኛ ክንፈልጦም ይግበእና ማለት እዩ። ክንጭነቐሎም ይግበእና። መራሕቲ እንድሕር ደኣ ኮይንካ፣ ጓሳይ እንድሕር ደኣ ኮይኑ፣ ንመመነቱ ከገብር ይግባእ። ክጓስዮም ይግባእ ማለት እዩ። ብትኽክለኛ ከምህሮም፣ ብትኽክለኛ ከርድኦም፣ ን ህዝበይ ፍልጠት ካብ ምስኣኑ ዝተልዓለ ጠፍአ ዝብሉ ነዋያት ኣቦታትና ካብኡ ዝተልዓለ እዩ ማለት ሰኣን ፍልጠት፣ ሰኣን ምምራሕ፣ ብትኽክለኛ ኮይንካ ምምራሕ፣ ሰኣን ናይ ምእመናንካ ስነ ልቦና ምርዳእ፣ ብኡዚ ምኽንያት ዝጠፍእ ዘሎ ምእመን ብጣዕሚ ብዙሕ እዩ ማለት እዩ። ስለዚ ጓሰይቲ እንታይ ታይ ክገብሩ ይግብኦም ባህርያት ሓቀኛ ጓሳይ ሓላውታይ እንታይ ኢዩ ኣባጊዑ ብትክክለኛ ይፈልጠን እውን ድማ ብስመን ይጽውዐን መሪሕወን ቀዲምወን እውን ቀቅድሚኤን እውን እንታይ ይገብር ይኸይድ ካብኡ ድማ ብትክክለኛ ይሕሉ ክሕሉ ከሎ ድማ እንድሕር ደኣ ንምእመና ንተን እንስስኡ ዝበልዕ ዝነጥቅ ኣርዩ መጽኡ ድማ ቅድሚያ ሰውነቱ ኣሕሊፉ ይህብ ማለት እዩ ቅድሚያ ሰውነቱ እንታይ ይገብር? ሰውነ ኣሕሊፉ ይህብ ማለት እዩ። ኣብዚ ትክክለኛ ሓለውቲ ጎይታናን መድሓኒትናን ኢየሱስ ክርስቶስ ሓላዊ ስለ ትክክለኛ ሓላዊ ስለ ዝኾነ መንፈሳዊ ጓሳይ ስለ ዝኾነ እንታይ ይገብር ነይሩ? ንጓል ኣንስተይቲ ይብል ንወዲ ተባዕታይ ይብል ንብዙሕ ይብል ንውሕደ ይብል ንባርያ ይብል ንጎይታ ይብል ንኹሉ ብማዕረ ገይሩ ቀትረ ይብል ለይተ ይብል ምዕራፍ ኣርባዕተ ዮሃንስ እንድሕር ደኣ ርኢና ሓንቲ ሳምራዊት እሞ ድማ በቲ ህዝቢ ዝተነዓቐት ንሓንቲ ሳምራዊት እንታይ ገይርላ ሰቢኹላ ሰቢኽዋ ኣምሂርዋ ተጨኒቑላ ከይዱ ካብ ሰብ ዝተገለለት ስለ ዝነበረት ካብ ሰብ ዝረሓቐት ስለ ዝነበረት ተዋሪዳ እያ ካብቲ ዝነበረ ማሕበረሰብ ተገሊላ ርሒቓ ትነብር ስለ ዝነበረት ንዓ ግን ተጨኒቑላ ከይዱ እንታይነታ ተረዲኡ ሓንቲ እያ ከይበለ ከይዱ ኣምሂርዋ እዩ ማለት እዩ ካብኡ ከታይ ገይሩ ንሳ ድማ ንዚ ኩሉ ህዝቢ ኣምፅኣቶ እያ ማለት እዩ ነዚ ኩሉ ህዝቢ ናብ ክርስቶስ ክተምፅኡ ክኢላ እዛ ንዕቕቲ ዝነበረት እዚኣ ዝተዋረደት ነበረት ናይ ኩሉ ህዝቢ መራሒት ኮነት ማለት እዩ ግን መጀመርያ ጎይታናን መድሓኒትናን ኢየሱስ ክርስቶስ ንሓደ ከይበለ ንካልእ ንሓንቲ ንዕቕቲ ከይበለ ከይሉ ስለ ዘምሃራ እዩ ማለት እዩ ሕዚ እኮ ንኣብነት ሰበኽቲ እንድሕር ደኣ ርኢናስ ብጣዕሚ ውሕድ ዝበለ ሰብ እንድሕር ደኣ ኮይኑ እንታይ ኢና ንገብር? ኣይ ኣይነምህርን ኢና፣ ብዙሕ እቲ ኣዳራሽ ከይመልአ፣ እቲ ህዝቢ ከይመልአ፣ ሰብ ከይተሰብስበ እናሃለወስ ኣይነምህር ኢና፣ ንሰብኽ እኮ ንሓደ ሰብ እኮ ንሰብኽ እኮ ልቦና ንዘለዎ እኮ እዩ። ብዙሕ ሰብ ተምሂርናስ ክንደይ ሰብ ተመሊሱ ኢልና ኣይንቆጻጸርን ክንደይ ሰብ ቆሪቡ ክንደይ ሰብ ሰጊዱ ከም ሕዚ ቤተክርስትያን ቁጽጽር ዝበሃል የብላን ማለት እዩ ከም ቤተክርስትያን ክትቆጻጸር ይግባእ ኣብ ካልእ ኣብ ሓደ ሓደ ዓዲ ዝግበር እኮ ክንደይ ሰብ ተወሊዱ ክንደይ ሰብ መይቱ ክንደይ ሰብ ቆራበ ኣለና ብጠቕላላ ክንደይ ምእመን ኣላ ክንደይ ቆራበ ኣለና ክንደይ ከ ዘይቆርበ ኣለና ከመይ ጌርና ኢና ከ እቲ ዘይቆሪ ሰብ ናብ ቁርባን ነምጽኦ ከመይ ጌርና ኢና ናብ ቤተክርስትያን ነምጽኦ ከመይ ጌርና ኢና ምስጢር ነካፍሎ ከምቲ እቲ ስጋዊ ሓላዊ እንድሕር ደኣ ዘይበሊዑን እንድሕር ደኣ ዘይሰትየን ህይወት ዘይብለን ምዃነን ዝፈልጥ ስጋይ ዘይበልዐ ደመይ ዘይሰትየ ናይ ዘለኣለም ህይወት የብሉን ከም ዝበለ እንድሕር ደኣ ዘይቆርዮም እንድሕር ደኣ ዘይሰጊዶም እኮ ብሽም ክርስትያን ክርስትያን ክበሃሉ ይኽእሉን ማለት እዩ ስለዚ ዘጭንቐናስ እንታይ እዩ ክኸውን ዝግብኦ ብትክክለኛ መራሕቲ ገንዘብ ዘይኮነ ዘጨንቐናስ ህይወት ሰብ ከጨንቐና ይግብኦ ማለት ይጠሚ ቃል እግዚኣብሄር እኮ ይጠመሉ ቃል እግዚኣብሄር እኮ ይፀመሉ ቅዱስ ዮሃንስ ኣፈወርቁ ግን እንታይ ገይሩ ነይሩ ይብሉና ብጣዕሚ ኩሉ ግዜ ጉባኤ ሰፊሕሉ ብዙሕ ሰብ ከምር ከሎ ካብ ዕለታት ሓንቲ መዓልቲ ግን ሓንቲ ሰበይቲ ነይራ ይብል ማለት እዩ እዛ ሓንቲ ሰበይቲ ከፍ ኢላ ተማሂራ ንእሱ ድማ ካብታ መጀመርያ ከምታ ኩሉ ግዜ ዘምህሮ ኣምሂርዎ ወዲኡ ማለት እዩ ኣምሂሩ ወዲኡ ድሓር መጀመርያ እባ ከምህር ከሎ ዋ ኣንቲ ሓንቲ ሰበይቲ ኮያ እኒኣ እዞም ሰባት ኮ ይመፁ እኒኦም ምኽ እዚኣ ክትብለ ከተምህር ብሎ ኣይ ቀደሙ እኮ ብልቦና ኮይና ትሰምዐኒ ዝነበረት ስንሳ እያ ኢልዎም ማለት እዩ ስለዚ ከምቲ ጐይታ ንሓደ ኒቆዲሞስ ከይነዓቐ ዝሰበኸ፣ ንሓንቲ ሳምራዊት ዝሰበኸ፣ ንዝወደቑ ዘተሰአ፣ ንዝተናዕቑ ናብ ክብሪ ዘምፀ ኣምላኽ ንእቶም ብሰባት ተናዒቖም መልክዑ እኳ ንኽርእዩ ንዘችወስ ናብኦም ሰገላ ክኸዱ ከለዉ ናብ ገዝኦም ክስካዕ ዝኣቱ ኮይኑ ይቅርታ ዝገበረ ጐይታና መድሓኒትናን ኢየሱስ ክርስቶስ ዝተጨነቐ ሓለውቲ እውን ከምኡ ክንከውን ይግባእና ማለት እዩ። ትኽክለኛ ሓላዊ ስለ ምእመኑ ይጭነቕ፣ ትኽክለኛ ሓላዊ ስለ ምእመኑ እንታይነት ይተግ፣ ምእመኑ ድማ ናብ ሓጢኣት ብናይ ዓለም ስራሕቲ ብናይ ዓለም ዝነ ዘሎ ነገራት ንኸይውሰዱ ኩሉ ግዜ ዝጭነቕ እዩ ትኽክለኛ ባህርያት ሓቀኛ ጓሳይ ንሱ እዩ ማለት እዩ ስለዚ ጓሰይቲ ዝበሃሉ ንመን እዮም እንድሕር ዳኣ ኢልና ጎይታናን መድሓኒትናን ኢየሱስ ክርስቶስ ከምኡ ካብ በልና እቶም ጓሰይቲ እቲ ክገብርዎ ዝግብኦም ትጉህ ትጉሃት ክኾኑ ይግባእ እቲ ጉህ ዘኢይነውም ቀቅድሚኤን ምኻድ ኣርኣያ ምዃን ኣብ ቀዳማይ ጢሞቴዎስ ምዕራፍ ሓሙሽተ ቁፅሪ ክልተ እንድሕር ደኣ ርኢናዮ እንታይ እዩ ዝብል ኩኖሙ ኣርኣያ ይብል እሞ ኣርኣያ ኩኖም ይብል ኡቅ ርእሰከ በእንተ ኣንወ መጻሂፍት ንስኻ ድማ ርእስኻ መጽሓፍ ብምንባብ፣ እቲ ዝተነበበ መጽሓፍ ድማ ብምትግባር ታይ ግበር? ጠቢብ ኩን፣ ንቑሕ ኹን ይብል ማለት እዩ። ካብኡ እቲ ዘንበብካዮ ድማ ምስ ኣምሃርካዮም እንድሕር ደኣ ሰሚዖምኻ እንድሕር ደኣ እሺ ኢሎምኻ ነቲ ህዝቢ እውን ጠቐምካዮ ንዓኻ እውን ተጠቐምካ እንድሕር ደኣ እምቢ ኢሎምካ ግን እመ ሰምዑከ ኣድኀንከ ርእሰከ፣ እመ ኢሰምዑከ ኣድኀንከ ርእሰከ፣ እንድሕር ደኣ ዘይሰምዑምኻ ኮይኖም ግን ርእስኻ እንታይ ገበርካ፣ እመሰ ዘንተ ገበርከ ርእሰከሂ ታድኅን ወዘሂ ይሰምዐከ ይብል ማለት እዩ። እንድሕር ደኣ ሰሚዖምኻስ ንባዕልኻ እውን ተድኅን፣ ነቶም ዝሰምዑኻ እውን ተድኅኖም፣ ሕዝቅኤል እውን ከምኡ ኢሉ ነይሩ ምዕራፍ ሰላሳን ሰለስተን ቁጽሪ ሸውዓተን እንተ ርኢናዮ እመ ሰምዑከ፣ ኣድኃንከ ሕዝበከ ወእመ ኢሰምዑከ ኣድኃንከ ርእሰከ ይብል ማለት እዩ። እንድሕር ድኣ ሰሚዖምኻ ሕዝብኻ ኣድሓንካ፣ እንድሕር ድኣ ዘይሰሚዖምኻ ድማ እንታይ እዩ ንባዕልኻ ኣድሓንካ ይብል ማለት እዩ። ክሲ ኣርኣያ ኩኖም ይብል ማለት እንታይ ኩኖም ኣርኣያ ኩኖም። ስለዚ ዋና ኣብዚ ክንርድኦ ዝግበእና ጉዳይ እቶም ጓሰይቲ እቶም ትኽክለኛታት ጓሰይ ጓሳይቲ ዝባሃሉ ጓሰይቲ ከመይ ክኾኑ ይግብኡም እንድሕር ድኣ ኢልና ሓደ ናይ ሂወቶም ኣርኣያ ክኸውን ዝኽእል ሂወቶም እንታይ ክኸውን ዝኽእል ኣርኣያ ክኸውን ዝኽእል እሞ ድማ ንተን ኣባጊዕ ንተን ምእመናን ድማ ብትኽክለኛ ዝፈልጥወን ኣብ ምንታይ ሃለዋት ምዃነን ምህላወን ዝፈልጥወን ወይሃውር ወይሃውር ቅድሜ ይሆን ቀቅድሚኤን ዝኸዱ ካብኡ ድማ ዝሕልወን ስለ ምግበን ስለ እንታይነተ ስለ ፅምኣተን ስለ ጥምየተን ድማ ዝጭነቐለን ሓላዊ ክኸውን ይግብኦ ይብል ማለት እዩ። ኣብዚ ሕዚ ዘለና ካህናት ንኹን ምምህራን ንኹን ካልእ ንኹን ስለ ሽምና ስለ ክብርና ስለ ስልጣንና ስለ ካልእና ዘይኮነ ስለ ምእመን ክንጭነቕ ይግበኣና ማለት እዩ። ምክንያቱ ርእስና እውን ድሕር ድኣ ርኢናዮ እንድሕር ድኣ ንሕና ሰብ ንክፈትወና ሰብ ንከልዕለና ሰብ ንከውድሰና ሰብ ኣቡቦ ንኽብለና ዘይኮነስ እግዚኣብሔር ፈተውተ ኢኹም እንድሕር ደኣ ፈተውተይ ኮይንኩም ድማ ናተይ ፈተውቲ ብሩካኑ ለኣውየ ንኡ ሃበየ ብሩካኑ ለኣውየ ማቴዎስ ምዕራፍ ዕስራን ሓሙሽተን ቁፅሪ ሰላሳን ሓደን ድሕር ደኣ ርኢናዮ ካብ ሰላሳን ሓደን ጀሚሩ ድሕር ደኣ ርኢናዮ ኣቱም ናይ ኣቦይ ብሩኻት ንዑ ናባይ ዝብል ቃል እዩ ትዋና ዘግድሰና ማለት እዩ ንዚ ድማ መምህራን ድሕር ደኣ ኮይና ሁሩ ወመሃሩ ውስተ ኩሉ ኣፅናፈ ዓለም ንዓለም ምሉእ ዘይርኩም፣ ንሰብ ድማ ብኣብ ብወልድ ብመንፈስ ቅዱስም እናጠመቕኩም እንታይ ገሩ? ናተይ ደቀ መዛሙርቲ ገበርዎም። ናተይ እንታይ ገበርዎም? ናተይ ደቀ መዛሙርቲ ገበርዎም። መምህራን ኮይና ክንሽወም ከለና እንታይ ማለት እዩ ሕዚ? መምህራን ኮይና ክንሽወም ከለና ኣብቶም ልዕሊ ፍልጠት ዝሰኣኑ ኣብቶም ልዕሊ መራሒ ዝሰኣኑ ሸይሙና ኣሎ ማለት እዩ። እቲ ሹመትና ብትኽክለኛ ገብር ሄር ወገብር ምእመን ዘበውህድ ምእመነ ኮንከ ኣብታ ንእሽቶይ ሽቶሾምካስ ኣብ ዓብዪ እዩ፣ ዲበ ብዙ እሰይመካ፣ ኣብ ላዕለዋይ ነገር ድማ ክሸመካ እየ ዝብል ትኽክለኛ ናይ ሓለዋነት ብዋጋ ክንረክብ እንድሕር ደኣ ኮይና መጀመርያ እቲ ሓለዋናስ እቲ ስልጣንናስ እንታይ ይመስል ዝብል ነገር ክንሕዞ እዩ ዝግባኣና ማለት እዩ። ተጓ ጓሰይቲ ንበሃልሲ ንሕና ኣብ ልዕሊ ምእመናን ክሸመና ከሎስ ክንዕበየሎም ዘይኮነስ ብትኽክለኛ ክነጓስዮም እሞ ድማ ካብ እግዚኣብሔር ደመወዝና ክንረክብ ትክክለኛ ሓላዊ ዝኾኖ ዝኾነ ኖላዊ ሄር ዝኾነ ወኖላዊሰ ሄር ዘይሜጡ ነብሶ በይዛ ኣባጊኡ ኣባጊዕ ንሰውነቱ ስለ እንታይ ሕሊፉ ዝህብ ስለ ባጊዑ ሕሊፉ ዝህብ እዚ ማለት እንታይ ማለት እዩ ካህናት እንድሕር ደኣ ኮይንና እውን ነቲ ምእመን እንታይ ክንገብሮ ይግባና ክንድዙይ ጹም ወኢይለክፍዎ ብኣጽባኢቶም ይብል ምዕራፍ ዕስራን ሰለስተን ማቴዎስ እንድሕር ደኣ ርኢናስ እቶም ጸሓፍቲ ፈሪሳውያን ክብሎም ከሎሲ ንሳቶም ወያጾርዎ ወያጾርዎሙ ጾረ ክውደ ከቢድ ሸክም የሸክምዎም ይብል እሞ ወኢይለክፍዎ ብኣጽባኢቶም ንሳቶም ግን በጽባዒቶም ኣይለኽፍዎን ማለት እንታይ ማለት እዩ ዓብዪ ዝኾነ ከቢድ ዝኾነ ቀኖና ይህብዎም ይህብዎም እሞ ካብኡኸ ናስታቶም ግን ባጽባዕቶም እኳ ይለኽፍዋን ኣይሰርሕዎን ይብል ማለት እዩ። እዚ ማለት እንታይ ማለት እዩ? ካህናት ኣቦታትና ንስሓ ክህቡ ከለዉ፣ መምህራን እውን ክመኽሩ ከለዉ፣ መራሕቲ ቤተ ክርስቲያን እውን ነቲ ሰብ ወይ ከኽፍልዎ ኣለዉ ወይ ካልእ ከለዉሲ ንሳቶም እውን ተኻፈልቲ ምዃኖም ሕዚ ካህን ንድሕር ደኣ ኮይኑ እታ ክገብር ይግብኦ እንድሕር ደኣ ኢልና ኣነ ሚእቲ ስግዳን ሂበካ እኔኹ እተን ዕስራ ኣነ ክሰግደልካ እየ እተን ሰመንያ ግን ንስኻ ስገደን ዝወደይ ሚእቲ ቅርሺ ክፊለካ ኣለኹ ወይ ሽሕ ቅርሺ ክፊለካ ኣለኹ እተን ሰማንያ ንስኻ ክፈለን እተን ዕስራ ድማ ኣነ ከፍለልካ ተኻፈልቲ ክንከውን ንሕና እውን ክንምኩረ ይግባእና ማለት እዩ ተኻፈልቲ ክንከውን ንሕና እውን ምስኣቶም ተጣሚርና ተጣመርቲ ኮይና ስለ ምእመና ዝጭነቕ ሃዋርያት ኣቦታትና ስለ ምእመኖም ስለ ዝጭነቑ ዓለም ምሉእ ዘይሮም ሊቃውንቲ ኣቦታትና ስለ ምእመናን ስለ ዝጭነቑ ተሓሪዶም። ሰማኢታት ስለ ምእመናን ስለ ዝጭነቑ ንዓርሶም ተጠቒሞም ስለ ምእመናንውን። ሃዋርያት ይኹን ኩሎም ክስካዕ ሕዚ ዘጽንሕዋ ቤተ ክርስቲያንና ስለ ምእመናን እናተጨነቑ ንምእመናን እናምሃሩ ስለ ወንጌል ሰውነቶም ኣሕሊፎም ሂቦም እዮም ማለት እዩ። ኣብዚ ሕዚ ዘለና ምእመናን መራሕቲ ቤተ ክርስቲያን ከ እንታይ ንመስል ዝብል ሕቶ ንዓና ይኸውን ማለት እዩ። ታይ ታይ ንገብር ኣለና ኣባግዕና ምንታይ ይውዕላ ኣለዋ መሓስእና ኣብ ምንታይ ይውዕላ ኣለዋ ኣብ ምንታይ እነዋ ዝብል ነገር ብደንቢ ክነትኩረሉ ዝግብኣና እዩ ማለት እዩ ብደንቢ እንድሕር ዳኣ ትፈትወኒ ኮይንካስ ኣባጊዐ ይሓልወለይ ካብኡ ክነግሮ ከሎ ድማ ብሰለስተ ደረጃ ነጊርዎ ማለት እዩ ብምንታይን ብምንታይን ትፈትወኒ ተኮይንካስ ኣባጊዐይ ሓሉ ትፈትወኒ እንተኾይንካስ መሓሰየይ ሓሉ ትፈትወኒ እንተኾይንካስ ኣባግእቲ እየ ማለት ደቂ ኣንስትዮ ኣባግዕ እዩ ማለት እዩ ክነግሮ ከሎ ድማ ክትሕሎ ከለኻ ንኹሉ ጣምራ ማለት እዩ ሰለስተ ግዜ ምንጋሩ መጀመርያ እንታይ ይብል ሰለስተ ግዜ ክሒድዎ ስለ ዝነበረ ኣፅንኦት ንምሃብ እዩ ከም ዝተዓረቆ ንኸረድኦ ማለት እዩ ትፈትወኒ ዲኻ ትፈትወኒ ዲኻ ትፈትወኒ ዲኻ እኮ እወ ይፈትወካ እየ እወ ይፈትወካ እየ እወ ይፈትወካ እየ ከም ትፈት ከም ዝፈትወካ እኮ ንስኻ ትፈልጥ ኢኻ እናበለ ቅዱስ ጴጥሮስ ማለት እዩ ኣንታ ናተይ ፈታዊ እንተኾይንካስ ሓደራ ካብኡ ዝድገም ቃል ንምንታይ ሓደራ ሓደራ ሓደራ ከምዚ ቅዱስ ጢሞቴዎስ ከምዚ ቅዱስ ጳውሎስ ንጢሞቴዎስ ወዱ እንታይ ኢልዎ እቀማ ይጸንተከ ሓደራኻ እንታይ ግበር ሓሉ ሓደራኻ እንታይ ግበር ሓሉ ሓደራ መጀመርያ ጨርቂ ቀምጠሉ ካብኡ ድማ ወርቂ ቀምጠሉ ይብሉ ወለድና ማለት እዩ ሓደራ ከቢድ እዩ ስለዚ እቲ ሓደራ ንሱ ካብ መጨረሻ ከምቲ ኑዛዜ ዝሁና ወለድና እዚኣ ግበር ኢኻ ነጊረካ ኣለኹ ካብ ሎሚ የለኹን ቃለይ ከይተዕብር ኢኻ እናበሉ እና ብኢድና ሒዞም ሓደራ እናበሉና ዝኸዱ ቅዱስ ጴጥሮስ እውን ኣብ መጨረሻ ስለ ዝኾነ ሓደራ ኣባጊዕ ይሓሉ ኢኻ ሓደራ ሰለስቲኤን ምንጋሩ ድማ ብ- ን- መጀመርያ ንሃዋርያት ኣባጊዕ ክብል ከሎ ማሕስእ ክብል ከሎ ድማ ንሰብ ኣርዲት ኣባጊዕ ደቂ ኣንስትዩ ክብል ከሎ ድማ ንቅዱሳት ኣንስት እዩ ፍጻሚኡ ግን ንመን እዩ ንድሕር ዳ ኢልና ኣባጊዐይ ክብል ከሎ ንደቂ ተባዕትዮ ንኩሉ ዘጠቓልል ማለት እዩ ኣባጊዕተይ ንተን ደቂ ኣንስትዮ ክብል ከሎ ድማ ንኩለን ደቂ ኣንስትዮ ዘለዉ ካብኡ ድማ መሓስኤ ክብል ከሎ ድማ ካብ ህፃን ክስካብ መንእሰይ ዘሎ ንኩሉ ማለት እዩ ክንሕሉ ከለና ሕዚ ካህናት እንታይ ንገብር ኢና ንስሃ ናብቲ ገዛ ንስሃ ክንጥይቆም ንኸይድ እሞ ነቶም ወለዲ ጥራሕ ጠየቕና ካብኡ እንታይ ንገብር ገዲፍናዮም ንኸይድ ንሱ ግን ምእንታን ከይንገድፎም እንታይ ኢሉ ራእይ ቸማህሲ እየ ኢልዎ ማለት እዩ እተን ሰለስተ ንለን ዘለና ሓደ ብሃዋርያት፣ ብሰብኣ ኣርዲት፣ ብሰላሳን ሽዱሽተን ቅዱሳን ኣንስት ንሕዞ፣ ካልኣይ ድማ ደቂ ተባዕትዮ፣ ደቂ ኣንስትዮ፣ መናእሰይ ኢልና ንሕዞ፣ ሳልሳይ ድማ ብወጣንነት፣ ብማእከላዊነት፣ ብፍጹምነት ንዘለዉ ማለት እዩ። ብወጣንነት ንዘለዉ ካብቲ ትምህርቲ ህጻንነት ንዘለዉ ከምቲ ብቋንቋ እናምሃርና ነዕብዮም፣ እቲ ቃለ እግዚኣብሔር እውን እናምሀርና ንክነዕብዮም ካብኡ እውን ድማ ቀጺልና እውን ድማ ብፍልጠት ብዕድመ ንዘይበሰሉ ጋና መናእሰይ ንዝኾኑ እውን ድማ ብማእኸላዊ ዕድመ ንዘለዉ ፍልጠት እውን ማእኸላዊ ንዘለዉ ናብ ፍፁምነት ንምብፃሕ ካብኡ ነቲኣቶም ኣብቱም ትምህርቲ ፍፁም ዘለዉ ድማ ብፍልጠትን ብዕድመን ዝበሰሉ ምእመናን ድማ ብዓብዪ ትምህርቲ ዝግብኦም ትምህርቲ ከምቲ ቅዱስ ጳውሎስ ሃሊበ ወጋኢኩክሙ ይብል ንወጣኒ ዝኾነ ትምህርቲ ንወጣኒ ናይ ወጣንያን ትምህርቲ ናይ ማእኸላውያን ዝኾነ ንማእኸላውያን ናይ ፍፁማን ዝኾነ ናይ ፍፁማን ንዝኾ ንዝኾኑ እናሃብና ተሓዋወስና ክንሕሉ ይግባእ ማለት እዩ። መምህራንና እውን ካህናትና እውን ኩሉ ክንሕሉ ይግባእ ማለት እዩ። እንድሕር ደኣ ሓላው እውን ብትኽክለኛ ሓልዩ እቲ ኣቶን እውን ድማ ቃሉ እንድሕር ደኣ ሰሚዐንኦ እሞ ድማ ሰሚዐን ድማ ንሱ እውን ብትኽክለኛ ኣውፊሩ ዝብላዕን ስተን እንድሕር ደኣ ሂብወን ንሳተን እውን ድማ ይፈርያ ንሳተን እውን ድማ ይበዝሓ ብኸምኡ እውን ድማ እቲ ሓላዊ ቤተ ክርስቲያን እውን ብትኽክለኛ እንድሕር ድኣ ሃልዩ እንታይ ንኽረክብ ኣብ ጎይታ ፈታዊ ጎይታ ንኽኸውን ንዓናባይ ንኽበሃል ካብ እግዚኣብሔር ደመወዝ ንኽቕበል ብትኽክለኛ ኮይኑ እንተሓልዩ እተን ንሳተ እውን ድማ ብትኽክለኛ ኮይኑ ናይ ዝሓለወን ቃል ሰሚዐን ደድሕሪኡ ኸይደን ካብቲ ዝብላዕ በሊዐን፣ ካብቲ ዝስተ ሰትየን፣ ማለት እውን ካብቲ ዝብላዕ ስግኡን ደሙን በሊዐን፣ ካብቲ መጀመርያ ክመርሐን ከሎ ብቃለ እግዚኣብሔር ተመሪሐን፣ ብንስሃ ተመሪሐን፣ ብሓቂ ተመሪሐን፣ ብፍቅሪ ተመሪሐን እንድሕር ደኣ ከይደን እሞ ድማ እቲ ዝብላዕን ዝስተን እውን እንድሕር ደኣ ረኺበን ኣብ መጨረሻ እውን ድማ ትኽክለኛ ናብ ትኽክለኛ ደንበ ከም ዝመልሰን ኩሉ ናብ መጨረሻ ንዕነ ናባይ ዝብል ቃል ይሰምዓ ማለት እዩ። ናይ ምእመናን እቲ ትኽክለኛ ቃል ንሱ እዩ ዝኸውን ማለት እዩ። ስለዚ ኣብዚ ሕዚ ዘለና ሓለውቲ ታይ ንመስል ንምእመናንና ንርዳእ ናይ ምእመናንና ጭንቀት ዘጨንቀና ናይ ቤተክርስትያንና ብትክክል እንድሕር ድኣ መጺና ኣብዚ ሕዚ እዋን ዘለና ካህናት ኣቦታትና ወይ ጳጳሳት ኣቦታትና ካልኦት ኣቦታትና ውን ብትክክለኛ ስለ ዘይንሕሉ ዘለና ስለ ዘይንሕሉ ዘለና ስለ ዘይንጭነቅ ዘለና ኣበይ ይውዕሉ ኣበይ ይሓድሩ እንታይ ይምገቡ እንታይ ይኾኑ ካብ ቤተክርስትያን ይፍለዩ ዶ ኣለዉ ስለ ዘይንብል ዘለና ምእመን እውን ካባና እናፈግፈገ ይርከብ። ምኽንያቱ ኣብቲ ምሕደራ ብትኽክለኛ መጽሓፋዊ ዝኾነ፣ ስርዓት ቤተ ክርስቲያን ዘማልእ፣ ሃይማኖታዊ ዝኾነ ናይ ሃዋርያት ኣቦታትና ኣካይዳ ስለ ዘይንኸይድ ዘለና ማለት እዩ። ብመንፈስ ቅዱስ ስለ ዘይንመራሕ ዘለና ኣበይ እዮም ዝውዕሉ፣ እንታይ እዮም ዝገብሩልና፣ እንታይ ይገብሩልና ይብለሎ ማለት ምእመናን እውን ድማ እንታይ ክንብለ ይግባእና ካህናት ኣቦታትና ብትኽክለኛ ክመርሑና ነናይ ባዕርስና መጀመርያውን ክንሕዝ ክንክእል ኣለና ማለት እዩ ንሳቶም ብትኽክለኛ ይመርሑናን ዘለዉ ንሳቶም ብትኽክለኛ ይንኸድን ኣይወስዱናን ዘለዉ ስለዚ ሃይማኖትና ክንለውጥ ይግባእ ካልእ ክንገብር ይግባእ ንዓቶም ክንሰምዖም ኣይግበእናን መስቀሎም ክንሳለመ ይግበእናን ካብዚኣቶም ክንወፅእ ክንክእል ኣለና ዝብል እንታይ ማለት እዩ እዚ ቤተ ክርስትያን ሓደ ሓደ ካብ ቤተ ክርስትያን ወፃኢ ዘለዉ ንቤተ ሓደ ከምዚ ኢሎም እቶም ሊቃውንቲ ኣቦታትና፣ ካህናት ኣቦታትና፣ ጳጳሳት ኣቦታትና ከምዚ እዮም እንታይ ኮይንኩም ኢኹም ሲኢልኩም ትሰምዕዎም ዘለኹም እንታይ እትኩም እዩ ንዚኦም ኣይትስምዑ ንዓርሶም ዘይኮኑስ ንዝብሉና እንታይ ማለት እዩ ካብ ቤተ ክርስቲያን ንክንወፅእ ካብቶም ናቶም ትእስስርነት ንክንወፅእ ካብ ስልጣነ ክህነት ንክንወፅእ ካብ መስቀል ንክንወፅእ ምስም ካህናት ኣቦታትና እቶም ዝፈትሑና እቶም እንተተወለድና ዘጠምቆና እንተሞትና ዝፈትሑና ካብ ካህናት ኣቦታትና ክብርን ናይ ካህናት ኣቦታትና ክብርን ስልጣንን ንክነቃልል ዝደልዩ ናይ ቤተ ክርስቲያን ተሃድሶ ዝበሃሉ ናይ ቤተ ክርስቲያን ንቤተ ክርስቲያን ክመቕሉን ዝደልዩ ቃል ምዃኑ ክንግንዘብ ይግባኣና ማለት እዩ። ምእመናን ብትክክለኛ ኣስተውዒልና ክንከደው ዝግበአና ኣብዚ ሕዚ እዋን እንታይ ኮን ዝኾን ጳጳስ እዩ እንታይ ዝኾን ካህን እዩ እንታይ ዝኾን መምህር እዩ ንባዕርሱ ከምዚ ዘይገበረስ ንዝብሉና ካብ ቤተ ክርስቲያን ንከውፅና እዩ ማለት እዩ እንተኾነ እንተኾነ እኳ ክንገሳሰጽ እንተኾነ እንተኾነ እንታይ ክንገብር ይግበእና ካህናት ኣቦታትና እውን ሊቃውንት ኣቦታትና ጳጳሳት ኣቦታትና እውን ንመንእሰይ ንምእመን ዝኾን መድረኽ ፈጢርካ ቤተ ክርስቲያንናስ ከመይ ኢላ ትቐጽል እስካዕ እዚ ሕዋን ኣቦታትና ከመይ ኢሎም ኣምጺኦማ ከመይ ጌርና ንቐጽል ንሕና ከም ኣቦነትና ንሕና ከም ወላድነትና ከመይ ጌርና ንስኹም ከም ውሉድነትኩም ከመይ ጌርና ንቐጽል ከመይ ጌርና ቤተ ክርስቲያንና ናብ ዝቕጽል ወለዶ ነመሓላልፋ ከመይ ጌርና ምስ እግዚኣብሔርና ንኸድ ተባሂሉ ኩላህና ክንስማዕማዕ ይግበኣና ማለት እዩ። ክንግማዕ ኣይግበእናን። ብጥቕሚ ክንግማዕ ኣይግበእናን። ብስልጣን ክንግማዕ ኣይግበእናን። ብዘርኢ ክንግማዕ ኣይግበእናን። ሓለውቲ እውን ብትክክለኛ ክትሕልውና ተሓለውቲ እውን ብትክክለኛ ክንሕሎ እሞ ድማ ሓለውቲ እውን ናብቲ ትክክለኛ መንገዲ መሪሖም እቲ ዝግባእ ሂቦምና ተሓለውቲ እውን ድማ እቲ ወለድና ዝብሉና እቲ ወለድና ዝመርሑና እቲ ወለድና ዝነገሩና ረኺብና ካብ ጥሜትና ናብ ካብ ጥሜት ናብ ጽጋብ ካብ ጽማእት ናብ ረውየት ከይድና ናብቲ ትኽክለኛ ናይ ክርስቶስ መንግስቲ ንክንወርስ እዩ ትዋና ማለት እዩ ስለዚ እዚ ክንግንዘቦ ዝግብኣና እዩ እሞ ራእይቸ ኣባግኢ ራእይቸ ማሃይስኢ ራእይቸ ኣባግእቲ ተባሂልና ኣለና እሞ ብትክክለኛ ንሕሉ ደለና ራእስና ንፈትሽ ብትክክለኛ ነምህር ደለና ርእስና ርእስና ንፈትሽ ብትክክለኛ መንገዲ ንመርሐ ደለና ርእስና ንፈትሽ ንሕና እውን ድማ ንክንሕሎ ቃሎም ንክንሰምዕ ድሉዋን ንኹን ዝብል መጨረሻ ትምህርተይ ክኸውን እዩ። ስለዚ ስለ ዝነበረና ግዜ ናይ እግዚኣብሔር ኣምላኽና ስም ብድጋሜ ዝኸበረ ዝተመስገነን ይኹን። ሓላዊ ክስካ ሕዚ ዘጽንሓ ብደሙ ዘጥረያ ቤተ ክርስቲያንና ንሕና እውን ድማ ናቱ ኣሰር ተኸቲልና ክስካብ መጨረሻ ምእመናንና እንሓለና ስልጣንና እንሓለና ስርዓትና እንሓለና ናፍቲ ዝድለ ናይ ናብቲ ዝድለ ክብሪ ናብቲ ዝድለ መንግስቲ ንክንበፅሕ እግዚኣብሔር ኣምላክ ሓለውትን ተሓለውትን ፍቅሪ ሂቡ ልቦና ሂቡ ሃይማኖት ሂቡ ንዓድና ሰላም ንህዝብና ኩሉ ፍቅርን ሓድነትን ይሃበና። እኖና ቅድስት ድንግል ማርያም እቲ ዘሎ ናይ ኩናት ሃዋሁ እቲ ዘሎ ናይ ቤተክርስትያን ምፍልላይ ኣርሒቃ ነንባዕርስና ፍቅሪ ንዓድና ውን ሰላም ንክትበና በማላድነትና ውን ትሓልወና እኖና ቅድስት ድንግል ማርያም ወስብሃት ለእግዚኣብሔር ወለወላዲቱ ድንግል ወለመስቀሉ ክቡር።